በቃ ዝኾነ ሰብሲ ምሽ ተመሪዕኻ ገለሲ ወይ ሕፀ ጌርካስ ኮንግራ ገለ ብለካ ምሽ ብሕልፊ ኣነስ ደላይ ትፅቡቕ ገለ መፀባኢት ገለ ኢኖ እንታይ ናይ ካናዳ ኢኻ ኢሎሞ መዓስታት ገለ ወላ ሓው ወላ ሓፍታ ገለ ትብሎም ኣብ ዙሪያኻስ ደይተሓጎሱ ገለ እንታይ እንታይ ማለት እዩ ሕጂ ዋላ ሓደ ሰብ ከይነገርክ ገለ ማዕረ ክንዱ ዲኺ ጎራሕ በቃ ኩሉ ሰብሲ ሜሮን ምስጢራስ ኣይተካፍለካን እያ ማለት እኳ እዩ ከምዚኣ ማለት እዩ ገለ ኢልኒ ሰብ ኣነ ከምኡ ይነበርኩን ኣጋጣሚ ናብ ወደይ ከይደ ሱፊ ወደይ ከይደ እንጂ ኣብቲ ሽዑ ግዜ ከዓ ዓርኪ ነበረኒ በቃ ትፒ ሽዑ ከምዚ ሜሮነይ ባባ ክልተ ቆልዑት ኣለዎ ገለ በጃ ክትወልዲ ደሊ ኣነ ገለ ብለኒ ሕጂ በቃ ምሽ ኣነ ጎቢዘ ኩሉ ነገር ብጣዕሚ እዩ ወደይ ወላ ክንድለሉ ንኽእል ኢና ብጣዕሚ እዩ ስማርት ወላ ክንዲ ምንታይ የፍቅሮ ፈልጥ እዩ እንትምሻሎ ድሌት ክኩሉ ክኾነልኪ የድለኒ ንዓይ ክትገበርክዮ ነገር ይርዳእኒ እዩ ሕጂ ግን በጃኺ ገለ ሕጂ ጋጣሚ ሽዑ ዝዓቢተይ ገለ ወዲ ገዛውተይ ንዕልል ንፃወት ንራኸብ ገለ ድሕሪ ነዊሕ ዓመት ገለ ኢና ንራኸብ ደለና ንመጀመርያ ግዜ ሽዑ በቃ ናይ ደቂ ገዛውትኻ ትዕልል ክስቶ ትብል ክስቶ ትብል ትዝክር ገለ ኣዋል ነረን ዝርያኻ ገለ ሰማር ከምዚ ጓል ጉዕሸ ከምዚ ገለ ጓል ነብርሃ ገለ ጓል ሳዳም ከምዚ ገለ ትዕልል ኢኻ በቃ መተዓቢትኻ ትዝክሮም ደስ ኢኻ ድብለካ ሶምሲ ስደት ኣውፅዎም ገለ ኣነ ከዓ ስራሕ ሂወት ገለ ከዓኒ ኩሉ ሰብ ከምዚ ፋሕፋሕ ኢሉ ገለ ምንታት ጥዑም ነገራት ሕጂ ብፍቓድ ወደየ ነቲ ነገር ወሲነዮ ገለ ድሓር ኣቦይ ከዓ ኣነ ዝምርዓወ ወዲ ምሻሎ ቀዳማይ ኤርትራዊ ክኸውን ኣለዎ ካልእ ክኸውንስ ኣይፍትንኒ ኣቦይ ንዓይ ኤርትራዊ ክምርዓዊ ዝደሊ ከምኡ ኢለኒ ነይሩ ኣቦይ ከምኡ ስለ ዝኾነ ክምርዓውካ ይደሊ ነይሩ ገለ ኣነ ግን ሓላፍነት ናይ ወደይ ከብደኒ ነይሩ ትምርዓውካ ይኮንካ ንትስእን ወይ ትፈትዎ ይኮንካ ንትስእን ወይ ትመርፆ ይኮንካ ንትስእን ገለ ግን ሓላፍነት ናይ ውላድካ ቁሩብ ክብድ ድብል እዩ በቃ ኣጋጣምታት ምስ ተራኸብና ሕፀ ወዲእና ማለት እዩ ግን ሳሚ ምሻሎ ከምዚ መባሊቲ ካብ እግዚኣብሔር እንድዩ ከም ሰብ ኮንካ ከዓ ሌላ ክህልወካ ዕሙቅ ዝበለ ክህልወካ ፅቡቅ እዩ ትማሊ ከምዚ ነይረ እሞ ምስኡ ከምዚ ሕፀ ስለ ዝገበርኩ ገሌለ ድቕፅለሉ ኣብነት የብለይን ምክንያቱ ኣጋጣሚ ኮይኑ ምስ ዝነበረና ርክብሲ ዋላ ተሕርሕፀናስ እቲ ናይ ሕውነት ነገር ጥራይ ይደዓብ ነይሩ ዋላ ብናተይ ሳይድ ዋላ ብናቱ ሳይድ እጂ ብስምምዕ ናይ ክልቴና በቃ የሕዋት ክንከውን ወሲና እቲ ኮንግራ ደየበሎ ምክንያት ኣብዚ ዓዲ ምስ መፅኹ ከዓኒ ኩሉ ሰብ ይድለኒ ሜሮን ካብዚ ሃገር ክትወፅእ የብልክን ሜሮን ካብዚ ሃገር ክትወጽእ የብልክን መቸም ምቺ ወዲ ወጻ ካብዚ ሃገር የለን እንዲዩ ኩሎም ስደተኛታት ኣሕዋትናስ ጥዒምዎ ካብ ኣዲኡ ክፍለ ዝደሊ የለን ትርዳሃኒ ወላቲ ሕማቅ ድበሃል ውላድካ ከማንሲ ነታ ዝኸፍአት ሕማቅ መዓልቲ ኸይድ ኾነካ ጥዒምዎ ድበሃል ካብዚ ዓዲ ዝወፀ ሰብ የለን ኩሉ ሰብ ነናቱ ምኽኒት ኣለዎ ኣብ ስደት ዘሎ ህዝቢ ንዓይ ከዓ ኩሉ ዋላ ኣብ ደገ ዘሎ ሰብ ክወፅእ ኣይምነየለይን እዩ ዋላ ኣብ ኤርትራ ዘሎ ሰብ ክወፅእ ኣይምነየለይን እዩ ከም ዝበልኩኻ ሰብ ተገዲዱ እዩ ድኸይድ እግዚኣብሔር ይመስገን ኣነ ሰሪሐ ኣቱየ መስለኒ ከኣ ከምዚ ኣነ ማራ እየ ነቦይ ነደይ ከምዚ ካብኦም ክእለ ድኽእል ኮይነ ኣይስማዕኒ ብጣዕሚ እየ ደፍቅሮም ስድራይ ከም ኩሉ ሰብ ማለት እዩ ሕጅስ ትብዚ ዓዲ ዘሎ ሰብ ክወፅእ ዘይምድላዩ ክሲ ፍቅረይ ብምንታይ ክገልፀሉ ከም ድኽእልስ ኣይፈልጥን እየ ሕጂ ሃማን ኩሉ ሻዕ ዝብሎ ኣይ ላቭ ዩ ሶ ማች ደቂ ኤረይ ብጣዕሚ እየ ዝፈትወኩም ኩሉ ኤርትራዊ በቃ ብዙሓት ሰባት እዮም ባይዘ ይሕተተልና እንታይ እያ ሽዑ ተሓፂያላ ሰሚዕና ነርና እሞ ትወፅእ ዲኻ ኣብዛ ዓድኸ ሽዑኸ መን እዩኸ
በቃ ሓንቲ ሰብ እያ ዕልልልል ገለ ኢላ ኣብ እዝነይ በዓልቲ ቤቱን ደበሳይ ይወልዱ ሰላም ኣሰየድ ፈትዋ ሰላም እሳ በቃ ክነግረካ ኣይክእልንየ ዋላ መሓዝተይ በዓል ሚኩ ሓቦ ገለ ዋላ ሓንቲ ደስ ድበላ ጓል ዋላ ሓንቲ ዋላ ሓንቲ ዋላ ሓንቲ ዋላ ሓንቲ በቃ ከምዚ ካብዚ ዓዲ ንክወፅእ ሲ
ዝተዋሓጠሉ ሰብ ዝተዋሓጠሉ ኣብዚ ዓዲ ዝቕመጥ ማለት እዩ ኣብ ኤርትራ ድቕመጥ ሰብ ኣብ ደገ ድቕመጥ ኣመሓዝተይ ኩለን ኩለን ተሓጒሰን ነብቲ ከለኹ መሓሰይ በዓል መርሲ ፍፁም ገለ በረኸተይ ገለ መለ ሚኩ ገዛ ሸሊሞም ገለ ተቐቢሎምኒ በዚ ኣጋጣሚ ከዓ ብጣዕሚ ድፈትዎ ዓመይ ማዕረይ እየ ዝብሎ ኣማንኤል ሃፒ ፓፕ ዕሽ
ገለ ኩሎም ምስ ናቱ የዕርኽቱ ገለ ኩሎም ተዋሳእትና ገለስ ነታ ኣነ ስለ ድመፀኹ እዮም ተቐቢሎምኒ እንታይ እዩ ኩሉ ሰብ ካብዚ ዓዲ ክወፅእ ኣይደልካ ኣይደልይን እዩ ዝገርመኪ እዩ ንሄኖክ ወድሻይ ኣብ ኣብ ኣብ ስክሪን ክንሪኦ ኢና ኦኬ። እ፣ ከምኡ ኢሉ ነይሩ ንርኣያ እሞ ንምለሳ ሓራይ ፅዋ ኧረ።
ምስ ሜርስ መሳርሒት ጥራሕ ኣይኮና ማለት ሜሪ ንዓይ ብስጋ ዝተወልደት ሓፍቲ የብለይን ብካልእ ዝተወልደት ሓፍተይ ገለና ሌላና ከዓ ናይ ኤፍሬም ካሕሳይ ወዲ ኳዳ ኣብኣ ከም ሓፍተይ ኮይና ሰሪሓ ነይራ ሽዑ ኢና ተላሊና ሜሪ ኩሉ ነገር እያ ማለት ሓፍቲ እያ ኣደ እያ ሓው'ያ ኣቦ ትኸውን ኩሉ'ያ መቸስ ከምዚ'ያ ኢለስ ከየንእሰላ ክገልጻ ከለኹስ ቁሩብ እስከፍ'የ እወ ሕጂ እንታይ'ያ ሜሪ ኩልሻዕ ኣብ ጎና ክትህሉ'ያ ትደልየካ ኩልሻዕስ ምስኣ ክትከውን ገለ ድኾነ ፍልይ ተይልካስ ገለ ነገር ደጋጥምካ ገለ ኮይኑ ኢዩ ዝስምዓ ሕጂ ንራኸብ ገለ ምሽ ወይ ከምዚ ሓሚመ ገልስ ንዓናይ እንዶ ምሳይ ገዛና ንዓናይ ምሳይ ሕደሪ ኑኑት ሜሪ ሓፍተይ ኣይከይድኒ ገለ ኑኑ ክትከይድ ኣለካ ግድን ምሳይስ ግድን ክትከይድ ኣለካ ገለ ከምኺ ንደለ ንሽዑ ኑኑ ካልሰይ ሲሙሉ መዓልቲ እንደ ገይረዮ ውዒደ ሕጂ ፅቡቕ ኣይኮነን ክኸይድ ኣለኒ ቅይር ገለ ንዓናይ ንዓናይ ገለ ኢላ ጎይትታቶ ዘለይ

ንስኻስ ሓፍ ክትብል ገለ ናይ ነብሳ ብዙሕ ኣይትሓስብንያ ኣነ ከምዚ ክኸውን ኣለኒ ገለ ደይኮነስ ንዓኻስ ከመይ ጌርካ ሓፍ ተብለካ ጥራሕያ ትሓስብ ኔረ። ኣዋሳስኣኹም ገለ ምሉእ ተረዲእዋ ብትኽክል ገለ ደንጸባርቑ እኮ ገለ ሕጂ ማለትሲ ከምዚኣ ኢለ ብዛዕባ ናይ ስነጥበባዊ ሂወታ ንሜሪ ተዛሪበላስ ትርጉም ደለዎ ኣይኮነን ኩሉ ስራሓታ ሰብ ባዕሉ ይፈርዳ ከመይ ማለት ንፍዕቲ ተዘይትኾን ክሳብ ሕጂ ኣይምሃለወትን ምስ መሳርሒ ተደለው ኣቕርበትን ብኸምዚ ንኹሉ ሰብሲ ብሓንሳብ ክትጥርንፎ እያ ትደሊ ዝኾነ ፍልልይ ወይ ጋብ ክህሉ ኣይትደልን እያ ወላ መገሻ ገለ እንድሕር ከይድካ ገለ መለ ነቲ ሓደ ብሊፃ ነቲ ሓደ ኣንኢሳ ገለ ኣይኮነትን ትኸድ ኩሉ ማዕር እያ ትሪኦ ከምዚ ግበሩ ክትበልዑ ኣለኩም ክሰት ኣለኩም ገለ ክትሓፅብ ወይ ገለ ክትገብር እንድሕር ኣለካ ኣነ ከለኹ ገለ እያ ትብል ምስ ኩሉ ሰብሲ ፍቕርን ስኒትን ገይራ ትኸይድ ሰብ እያ ዓይና ክትደፈን ድብላ ሰብ ከኣ የለን እወ ሳሚ ሓወይ ንሜሪ ከምዚ ሕልማ መራ ይግፌ ሕጂ ኣብ ከምዚ ደረጃ ክብል ኣይክል ልክዕ ኣብ ሕልማ ክትበጽሕ ግን ትምኒተይ ደረጃስ ባዕለይ ካብ ድሰርዐላ ሕልምታታ ላዕሊ እንዲ ሕጂ ኣብ ሕልማ ክትበጽሕ እደሊ እየ ብትኽክል ከኣ ከም ትበጽሖ ይኣምን እየ። ናይ ብሓቂ እየ ተሓጽያ ሜሪ ኣዲስ ኣበባ ከይዳስ ተሓጽያ ገለ እንታይ ተሓጽያ እንታይ ተሓጽያ ትብሉኒ ኣለኹም ተሓጽያ ገለ እዋ እንታይ ኮይና ኢላ ተሓጽያ እንታይ ኮይና ኢላ ተሓጽያ ገለ ምሻ ለካ ከምዚ ክስተ እንታይ ኮይኑ ተሰሚዕኒ ከምዚ ትፍለየኒ በቃ ትፍለየኒ ገለ ኮይኑ ተሰሚዕኒ ናይ ብሓቂ ምክንያቱ ክት ክት ካብዚ ዓድስ ክትወጽእ ኣይደልያን እየ ሜሪ ከምዚ ድስእና ገለ ገለ ከምኡ ኮይኑ ተሰሚዕኒ ኩሉ ሰብ ገለስ እንታይ ደኣ ኮንካ ገለስ እንታይ ደኣ ኣይትሕጎስን እያ እንታይ ወላ ናይ መዓልቲ ሓጎስ ይኹን ወላ ናይ ሓጎስ ይኹን ትሕጸ ገለ ግን ከምዚ ትኸይድ እሞ ደይረኽባ ከምኡ እወ በቃ ከምኡ ኮይኑ ተሰሚዕኒስ በቃ ተሰሚዕና እንታይ ኮይኑ ኢላ ተሓጽያ ገለ ገለ ምክንያቱ ምስ ሜሪ ቅርብናስ ናዓይ ብፍላይ ናዓይ እቶም ካልኦት ከማን እቶም መሳርሕትና ገለ ይፈልጡ እዮም ገለ ዋላ ኣብ መርዓይ ከምዚ ከመደ ከም ሓፍተይ ገለስ ንዓን እዎ ምስናይ ጥራሕ ደይኮነስ ኣብቲ ዕሰለ ገለ ክንብል ከለና ኣብቲ ናይ ዓረቦና ገለ ብምሉኦም ምስ ንወዲ ከዳን ንዓን ስሒቦምስ በዚ ጎነይ ገይሮምስ ካባ ገይሮምሎም እስኩ ዋላ ኩሉ ሰብ ዝርድኦ ነገርሲ ኣልዕል ስሕብ ኣቢሎምሲ ኣብ ጎነይ ከብ ሃገር ማራ ተሓጒሰ ሽዑ ኣብ ጎነይ ምህላዋስ ማራ ማዕረ ከምዚ ኣያ ነይረ ገለ ሕጂ ከምዚ ማዘር ኣብ ዝተጎድእትሉሲ ምሳይ ኩሉ ሻዕ ኣላ ኣብ ጎነይ ምሳይ ትሓድር ገለ ገለ ብምሉኣትና ነርና ሽዑ ደቂ ክላስ መማህርቲ ከለና ገለ ንኩላትና ክትጥርንፈና ገለ በዓል ኣብርሃም ተኽለኣብ፣ ኣማኑኤል ተኽለ፣ ጢኑ፣ የለውን እዚኦም ሕጂ፣ ፍርቱና ንጉሰ፣ ዮውሃና ጸጋይ፣ ገለ መማህርቲ ነይርና ገለ ኩልሻዕ ደዊላ ኣይትመጹን ዲኹም ወይ ገለ እንድሕር ጎዲሉ ሰብ ገለ ኣብቲ ሓዘን ኣይትመጽእን ዲኻ ከምዚ ዶ ገለ ገለ ንኹላትናስ ክትጥርንፈና'ያ ትደሊ። መቸም ዓርኽ ምሽ ድኾነ ነገር ከይስምዐኒ ገለ ንዓይ ገለ ገለ ገለ ቀጻሊ ኣብ ጎነይ ኣጆኻ ኖርማል እዩ ከምዚ እዩ ከምዚ እዩ ገለ ድኾነ ክጋገ ከኣ ኣይትደልየንን ሕጂ ንሜርስ ክገልጻ ኣይክእልኒ እየ ካልኣይ ምባል ኣይትፈቱን እያ ሜሪ ምግባር እያ ትፈቱ ከምዚ ክገብረልካ እየ ገለ ኣይትብለካን እያ ትገብረልካ እያ እቺ ማዕረ ከምዚ እያ ገለ እንታይ እያ ኣብ ኩሉ ነገር ከምሽ ከምዚ ዝኾነ ሰብሲ መዓስ ተርክበሉ ገለ ከምዚ ገይራ ትብል ዋ ትማሊ ምሽ ኣብ ከምዚ ነይራ ከመይ መዓስ ትማሊ ምሽ ከምዚ ትገብር ነይራ እሞ ከምዚ ገይራ መዓስ ተርክብሉ ትበፅሕ መዓት እያ ገለ ክስቶ ከምዚ ኣጋጢምዎ እንድሕር ተባሂላ ኣላ ቀዳመይቲ ገለ ደልየ ገለ ክትብላ ኣይትጽበየካን እያ ትርደኣካ ተንብበካ ብኮላ እንታይ ደሊኻ ኣለኻ ተረዲእዋ ኣሎ ንዓና ኢላ ወሲዳ እታ ትደለኻያ ትገብረልካ ንኹሉ ሰብ ከተሕንቅቕ ትደሊ ገለ ገለ እያ ሜሪ ኪንዮ ምውሳእ ኪንዮ ፋሽን ሾው ገለመለ ኣነ ኣብ ዳይሬክቲን ኣብ ራይቲን ብጣዕሚ እየ ጽበያ ምኽንያቱ ኣለዋ ሓሳባት ገለ እዚኣ ክሰርሕ እየ ከምዚ ክገብር እየ ገለ ትብለን ነገራትሲ እተን ኣዳልያተን ዘላ ስራሕትሲ ኣብ ህዝቢ ክተቕርበን ንሜሪ ድምነየላ ነገር ኩሉ ሰናይ ክስዕባ ገለ ቀንዲ ከኣ ሕልምታታ ኣተግቢራስ ክሳብ ትደልዮ ክትበጽሕ እምነየላ ማለትሲ እቲ ድሌታ እቲ ናይ ውሽጣ ማለት ክንድቲ ትገብረሉ ንሰብ ኣይኮነትን ብዚ ኣነ ድብለስ ንሰብ ትገብረሉ ብዙሕ እዩ ግን ኣትሊስት ዋላ ሩፍ ክትብል ገለ መለስ እሳ ሕልምታታስ ከተተግብር ብጣዕሚ ይምነየላ ሜሪ ሓፍተይ ዕድመን ጥዕናን ሃብኪ ከም ሓፍተይ ከም መሳርሕተይ ከም ኣደይ

ሓፍተይ እያ ልዕሊ ዓሰርተ ሰለስተ ዓመት ብሓንሳብ ኢና ደቂ ገዛውቲ ኢና መሳርሕቲ ኢና ይሕዋት ኢና ፅቡቕን ሕማቕን ሲ ብሓንሳብ ኣለና በቃ ማዕረ ደገ ወፅየ እንድሕር ቴሌፎን ኣርእስ ወይ ደቂ ገለ ኮይኖም ድብለሉ ሰዓት ኣሎ ስለ ብጥቓይ ደላ ሓፍተይ እያ ንፍዕቲ እያ ናታ ጠቒስካ ይውዳእን እዩ ለባም ሓጋዚት ድኻ ብዙሕ ነገር ናታ ውሽጣዊ ጽባቀ ኣለዋ ድፈትዎ ነገር ከምኡ ክትቅጽሎ ከኣ ኩልሻብ የድላብዋ ቀጽልዮ ሜሪየይ ድብላ ሜሮን ፈታዊት ዓዳ እያ ኩሉ ሰብ ናይ ዓሻ ዘረባ መልሲ ንበር ኩሉ ዓዲ ፈቱ እዩ ግን ሕልፍ ድበለ ነገር ኣለዋ ኣብ ዓዳ ክትነብር እየ ከኣ ደሊ ዘለኣለም ተወጻኢ ደልያኒ ተሓጽያ ሰሚዐ ተደዊሉኒ ካብ ኢትዮጵያ መሓዝተይ ስለ ዘለዋ ሰንቢደ ናይ ሜሮን እዋእ መን ኢኸ እንታይ ዋይ ኢኸ ኢለ ንዓ ሓቲተያ ቴሌፎና ሃባኒ ኢለ ከምዚ ክኸውን ኣይክእሉን እዩ ሜሮን ዓዲ ክምፅእ ኢለያ ንኣሻ ዘረባ ኢኹም ይበሃልኒ ኢለ ስጋብ ሕጂ መዓስ ኢለ ይሓታኒ ከይትኸይድ ስለ ዝፈርሕ ኮፍ ክትብል እየ ደልያ ኣብ ዓዳ ኩሉ ሻብ እዚኣ ትግርኛ ይሳውን ሜርያ እውን ሰምዓያ ግድን ሓቂ ክትብል ሓቂ እዩ ኣብዚ በፂሓ ትደላ ደረጃ ክንበፅሕ ከምዚ ኣንሕና ከምኣ በጺሕና ኣብ ናትና ብንራኸብሞ ከምኡ ናታ ኮይኑ ክእለን ኢና ጌርናዮ ግን እንድዒ ኣምላኽ ሜሮን ብውላድ ክትሓጎሰ ዕድመን ጥዕናን ሃብኪ እቲ ሰናይ ግብሪ ከዓ ኩሉ ሻብ ኣይትግደፍዮ በቃ ኣንሕና ከዓ ንነግረልኪ እምበርሳ ክዛረብን እያ ንመን ጥዕናና ሃባ ዓድኺ ኮፈል ይበለለይ በቃ ከይትኸይድ እወ ዋእ ዋላ እታ መርዓ ትኹን ኣብዚኣ እሱ ምጻኣና እወ እዩ ምጻ ንሜሩ ተደልዩ ሜሩ ኩሉ እንድያ እሞ ኩሉ እያ እንታይ ወጻ ኣብ ዝኸድ እደይ ተሕፍር ሰብ እያ ስለዚ እሱ ምጻኣና በቃ ሜሪ ሓደራኺ ሜሪ ነው ይበለለይ ንሜሪ ከዓ ኳዕ ኣብዛ ትፈትዩ ዓድኺ ናትኪ ንምጥቃስ ኣብቅዓኒ ይብላ በቃ ቀጽልዮ ኣብ ኩሉ ነገር ጽቡቅ እንድዩ ዘለኺ ዘለቅ ኣይትበል በለለይ።
ከመይ ርኢኺዮ እንታይ እዮም ኮይኖም ማለት እንታይ እስኪ ኣነ ናይ ብሓቂ ክነግረካ ከም ዝበልኩኻ ምስ ከምዚ ንኣብነት ናይ ሃኒባል ሕፀ እንድሕር ርኢና ሕጂ ንኣብነት ሽማግለ እንዳወዲ ከድዮም ሜሮዋይስ የግድን ክትህሉ ኣለዋ ኣክንዲ እምብላየሲ ኣነ እየ ድኸይድ እዋ ክሳብ ክንድኡ ገለ ሕጂ መሓዝተይ ከዓ ኩለን ወላ ኩሎም ቶም ኣርቲስት ወላ ሜሬ ክትምርዖ ከላ ገለ ዞም ናይ ማጭሎ ክሪብለ ኣብ ናይ ሜር መርዓ ከምዚ ጅስሪ ኣኽላኒ ኤክስፖ ኣኽላኒ ስታዲም ይኾ ገሊኦም ዝብሉ እቲ ምሒር ጽቡቅ ድሌት ገለስ ወላቲ ናተይ ጽቡቅ ኣነ ከኣ ኣጋጣማይ ዝተዋነ ውራይ ገለስ ገይረ ይፈልጥን እየ ዛዓደይ ጅምስ ከምኡ ይደልይዎ እዮም በቃ ኣብ ናተይ ነገራስ ከም ዝበልኩካ እዩ ኩሎም እዮም ደልይዎ በቃ ጽቡቀይስ ብጣዕሚ እዮም ዝደልይዎ ከኣ ካብዚ ዓዲ ከይትወጽእ እዩ ብኡ ቢልኪ ከይትኸዲ ከይተርፍ ከመይ እዩ ክኸውን ጽባሕ ንግሆ ክሳብ ክንድኡ ህርፋን ከም ዘለዎም ኣባኺ እንድየ ክዕዘብ ጸኒሐ ኣነ ውን ብጣዕሚ እዩ ዘገርም ኣስኪ ከስርኹ ይደለዩን ኣነ መርዓኺ ደይደለዩ ገለ ወይ ጽቡቕ ናትኪ ደይደለዩ ገለ ኮይኑ ኣይስምዓንን ከምኡ ይኮነን ንዓይ እሞ ክዕንቀፎም ከማን ኣይደልን እዮም ግደፍ ስታይ ገለ ብዓብይስ ካብዛ ምስኦም ኣብ ጎኖም ክህልወሎም ካብ ደለይስ ኣነ ከዓ ንዖም ዋላ ከምኡ እየ ብጣዕሚ ብጣዕሚ ጽቡቅ
ብዙሓት እዮም ሰናይ ምንዮት ዝገልጹ ብሓንሳ ሓንሳብ ሲ ሄኖክ እኮ ኣብ ጉዳይ
እዩ ሄኖክ ምስ ከምቲ ክብሎ ዝጸንሐ ሲ ኣነ እያ ሓፍቱ ሄኖክ ሳሚ ሓወይ በዚ ኣጋጣሚ ማለት እዩ ኣዝዩ ብሉጽ ተዋሳኢ እዩ ኣነስ እንድዒ ምሽ ከምቲ ሰብ ድያንስ ንፍዕቲ ተዋሳኢ ትብለኒ ኣብ መድረኽ ብጣዕሚ እየ ድኣምነሉ ንሄኖክ ንፉዕ ኮሜድያን እዩ ምሻሎ ኑዛዜ ዛንሆይ ተሪኢኸያ ካብቶም ኳዳና ደፍርዮም ተዋሳእቲ ካብቶም ኣዝዩ ድምክሓሎም ሓደ ሄኖክ እዩ ኣነ ብጣዕሚ እየ ድኣምነሉ በቃ ንሄኖክ ሲ ልዕሊ ዝኾነ ይኹን ነገር ስነ ስርዓቱ ትሕትንኡ በቃ ኣነ ንሄኖክ ሲ ሳሙሓወይ እንደ ክዳውንቲ ሕጸበሉ ዋላ ካልሲ ሕጸበሉ ንዓይ ኩሉ ወልሓንቲ ኣይኮነን እንዲ ሓደ መዓልቲ እዚ ኣጋጣሚስ ሓንቲ ጋል እንታይ ኢላትኒ ተኣኪብና ገለ ኔርና እንጂ ኣነ ዓወተይ ዓወት ሳክስፎን ኣብርሃም ኣቢ ብዙሓት መሓዙትና ገለ ኔረን ተኣኪብና ኔርና እዚ ምስ በዓል ፈጤስ ደቂ ኣምሓረ ጌሽና ኔርና ኣነ ፈጤ ሙሴ መኮነን ሮቤል ቻይና ዓወተይ ከዓ ኣብ ሳክስፎን ገለስ ኣሮን ሓወይ ቀቅድሚ ሱዳን ምኻደይስ ዓዲምዎም ነይሩ ምሳሕ ንገዛና ከይድና ጫዋ ቀኒና ማለት እዩ እቲ ንግሆ ክትስኡ ከለውስ ምሸት ክዘናግዑ ምስ ወፁስ ኣንሃ ካልሶም ሓፃፂበ መድቀሲኦም ኣሬንጅ ገይረ ለመለ ዓወት ንጎ ካልሰይ ምስ በለስ ዋ ሜሮን ጨና ቀትልካ ሓድሽ ካልሲ እየ ገይረ መፅየ ንሜሮ ክቐትለ ክእል ጨና ፈልጣ እየ ኢላ ገለመኒ ገለ ይብል እጅ ገጣም ዘዕላል ኣብቲ እኩባት ሰባት ከልና ተላዒላ እቲ ምሻ ኣሎ ሓደ ሓደ ሰብ ደይቅበሎ ኣሎ ሜርስ እንታይ ኮይነ ኢልኪ ኢኺ እቲ ክንፀብቕ ዶ ክንደይ እዚኦም ከ ዝተሓፅበ ከይላትንስ ካብቲ ገዛ ውፅእ ክብላ ንእሽተይ ተሪፍኒ ግን ኣይበሃልን ይኸውን ትፈጢኻ ክዛረብ መዓት እዩ መልክዕ ወዛ ምሲሉ መዓት ነገር መሊስላ ከምዚ ምሻ ኣሎ ዋላ ንሕናስ ንሳ ከማን ኮፍ ኢልና ዓይነት በቃ ንኻስ ካብታ ጓልካስተይ ይፅበዮ ገለ እዩ ኣርቲስት ሃማን ኣይኮነትን ገለን ሕጂ ንሄኖከይ ከኣ ከምኡ እየ ወላ ነብሳ ኣምሓራ ሟዘር ምስ ዓረፈት ገለስ ዓሰርተ ክልተ መዓልቲ ምስ እየ ደቂሰ ኣንቲ ኣብ ናይ ስዒደይ ገለልካ ኔርካ ስዒደይ ግዳ ሸውዓተ መዓልቲ ምሻሎ ክሳብ መወዳእትኡ ገለ ናይ ሄኖከይሲ እኳ ዳና እዩ ኣቦኡ ነይሩ ከምቲ ዝበለካ ዲኖ ገለ እዮም ገይሮምና እቲ ቪድዮ ተረኪብና ይኸውን ክንገብሮ ኢና ብጣዕሚ እየ ድፈትዎ ሄኖክ ሓወይ ድዒ ሓደ መዓልቲ እቲ ፍሉይ ክእለቱ ዝደምቀሉ ግዜስ ይሃቦ እምበር ሓንቲ ነይራ ክሊፕ ብፍሉይ ሰብ ድፈትዋ ናቱ ናይ እንታይ እያ ትብል ኣርእስቲ ናይ ቀለይ ቀላእ ተወለመደን ናይ ሃፋ ግጥሚ ወይ ሰብ ሰብ ኢሎሞ ተጋቂ ኣውስ እሱ ፉርቴ ሚሊ ግን ብጣዕሚ ጥዑማት ተዋሳእቲ ሚሊ ካብቶም ድጣዕመ ድምፂ ደለዎም ተዋሳእ እዩ ሕጂ ብደገ ኣሎ ገለ ኣዝዩ ብቑዕ ተዋሳኢ እዩ ኣነ ኸኣ በቃ ከም ሓወይ ከም ዝኽትምና ከቢድ እዩ እንሻሎ ነገራት ከዓ ኣብ ነብስኻ ከይመፀ ኣይትፈልጦን ኢኻ ኣነስ ነዚ ክትምናስ ብመልክዕ ሄኖክ ሓወይስ ኣስተማቒረ እየ ካብቶም ውለድ ኢሉ ድርብሸኒ ሰብ ሄኖክ እዩ ዋላ ክምርዖ ከሎስ ቀዲሙ ንክምም ከምዚ ምርዖስ ኣይደልን እየ ኣነ ከምኡ ሓደ ኣለኒ ውላድ ገለ እየ ድብሎ እንጂ ብኸምኡ ኣድያመይ ከዓ ቴንኪዩ ብጣዕሚ ኣደይ ሃደላይ ፅቡቅ ጎረቤት እያ ናይ ገዛውቲ ኢና ፊራ ቦሎ ብጣዕሚ ፅቡቅ ብጣዕሚ ፅቡቅ ኩሎም እዮም ብዙሓት ከዓ ከምኡ ስክፍታት ነይሮም እቲ ፀገም ኮይኑ ዝስምዓኒ ንዓይ ከይትፍለዮም ከይትኸዲ ወይ ክኸውን እንተኮይኑ ከዓ ኣብ ዓድኺ ሓዳር ክትገብር ተኾንኩ እውን ኣብ ዓድኺ ኮንክ ክትገብርሎም ምክንያቱ እቲ ዘሎ ኣብ መንጎ ኣብ መንጎኹም ተፈጢሩ ዘሎ ሕውነት ፍቕሪ ከይሃስስ ብኡ ቢሉ ከይጠፍእ ግን ስክፍታ ዘለዎም ገለ ኮይኑ ስለ ተሰማዓኒ ሳሙ ሓወይ ኣነስ ከምዚ ምግናን ከይመስለካስ ተኣሲሩ ደይ በጻሕኮ ሰብ ኣይፈልጥን እየ ወይ ከምዚ ተሰሚዐ ሲ ከይደ ተመሪዑ ሕጽኖቱ ዋላ ኣብ ኣሃዱ እንድሕር ኣለኻ ንስኻ ሲ ሜሬን ማማ ከም ዝግበርላ ወይ ንባባ ከም ዝግበርሉ ገለ ኢልካንስ ወይ ገዛና ኪዲ ካባኻ ከማን ኣይጽበይን እየ ከም ዓይኒ ሓቂ ማለት እዩ እጂ ናቱ ግብረ መልሲ ኢኻ ኣብ ዓደይ ክምርዓው ምስ ህዝበይ ምስቲ ደፍቅሮ
ማሕበረሰብ ደቂ ዓደይ ገለሲ እዎ። ኣዝዩ ደስ ዝብል ነገር እዩ ምስ ፋሚሊኻ እዎ ወድሃኒ ዝኾነ ብሂወትኪ ናተይ ፋሚሊ ከዓ ህዝበይ እንታይ እዩ? ህዝቢ እያ እያ ኣብ ሂወትኪ ኣብ ሓዳርኪ ፅቡቅ ንምነየልኪ ማስ ብሕጂ ዝመፅእ ነገራት እውን ፅቡቅ ክንርኢ ተስፋ ንገብር እንሻላ ኣብ ሓፂር እዋን እዋ ዕልል ኣብ ሓፂር ክንብል እዋን ዕልል ይፈጠረለይ ክንብል ገለ ንሱ ተኣሲሩ ዝመፅእ ብዙሓት እውን ዝሓትዎ ሕቶ ኣሎ እ፣ ብዛዕባ ውላድኪ እዩ እ፣ ነውን ሰሚዐ ነይረ ብጌጋ ይክልኣለይ ኣብ ሱዳን ዝነበረሉ እዋን እዩ እቲ ግጭት ኣብ ሱዳን ተፈጢሩ ውላድኪ ከም ብሌን ዓይንኪ ከም ትርእዮ ከዓ ፈልጥ እየ ገለ ሽዑ ክሳብ ሃለዋት ኣጥፊኣ እውን ኢሎምኒ ነይሮም ከመይ ነይሩ እቲ ኩነታት ናይ ሽዑ እዋን
ሰሚ ኣነ ሰንበት ሶኒ ክኸዶሲ ሓሙስ ሓሙስ ጽግቦ ኣነ ሓደ ሙሴ ድበሃል ሓውና ሚኩ መሓዛይ ብሓንሳብ ነርና ሞዴል ሚካል ብርሃነ ብሓንሳብ ነርና ሽዑ ደው ኢልልና ማለት እዩ ሱፒ ወደይ ይድውል እሞም በቃ ወረቐተይ ስዳስ ቀልቲ ክምፅኒ ገለብለንስ በቃ ቢዝነስ ክላስ ሰው ንክመፀካ እየ ዝወደይ ብሮኽ ዓርቢ ስቕለት እዩ ኣነ ዓርቢ ስቕለት ኣስተሪኦ እዚ ማርያም ጥንቁል ሓስከረን ከይደ እየ ኣብኡ እየ ደኽብራ
ኩሉ ግዜ እዋይ ድሕር ስክባ ደይ መሃትስ ኣው እየ ድኸይድ ሕጂ ዓርቢ ናኦ ከይደ ምስ ገዝመይ ስምኦን ማይ ተመናይ ክራሪስት ስምኦን ኣብርሃም ምስኡ ከይድና ብሓንሳብ ኣብኡ ውዒልና መፂና ሽዑ ዓርቢ ፀለታ ውዒልና ስባ ቀዳም ስዑር እቲ ኩነታት ናይ ካርቱም ተጀሚሩ ማለት እዩ ዋ እንደ ሳሙ ሓወይ ውላድ ካራ እዩ በቃ ድዓበየ ፈተና ኣብ ሂወተይ ንሱ እዩ ነይሩ ኣብ ውሽጢ ሓፂር ግዜ ትሽዓተ ኪሎ እየ ቀኒሰ እግዚኣብሔር ኣይተጋደፈኒ ሓቂ ሓይሽ ከዓ ብደይ ምግናንስ ፍርቂ ስመራ መሪቕኒ ንዓይ ብሕልፊ ግዜ ኮረና ማለት እዩ ሳማሓዊ ደይ ናትና ህዝቢ ከዓ ረጊሙ የብፅሕ መሪቑ የብፅሕ እዩ ኣዴታትና ዝተማህሊለን እየን ማይ ደዝንባ ካብዚ ደዓቢ ፀጋ እንታይ ኣሎ በቃ እንድዒ ዋ ጸሎት ቅዱሳን እዩ ዝበሃል እንድዒ በቃ ሳሜ ድሕሪ ዳርጋ ሰልስተ ሰሙን ኣብ ካርቱም ምስ ገበረ እዩ ከይዱ ንሆላንድ ማለት እዩ
ሕጂ ኣብ ከመይ ኩነታት እዩ ዘሎ ኣኽባሩ ከም ዝበልከዮ ኣነ እውን ኣብ ዋትሳፕ ቀሪፁ መሊኡ ዝሰደዶ ድምፂ ሰሚዐ ነይረ ማማየ ፍትውቲ ወይለ ብለኪ ማማያ መዓረይ ዓሰርተ ግዜ ኣብ ውሽጢ ዕስራ ኣብ ሓንቲ ዘይተኣክል ግዜ እዩ ዕስራ ግዜ ከብ ፍትወቱን ፍቕሩን ዝገልጸልኪ ኔሩ ከመይ ትኽእልዎ ኣለኹም ተፈላሊኹም። ሳሙ ሓወይ እንታይ እሞ በቃ ምፍላይ ከቢድ እዩ ድሓን ካብኡ ናብኡ ግን እግዚኣብሔር ይመስገን ኣትሊስት ብኢንተርነት ትራኸብ ኢኻ እቲ ንዓይ ደሐጉሰኒ ኩሉ ነገር ምስ ለበመ ምስ ዓበየ ገለኡ ናብ ኣቦኡ ከይዱ ኣነ ከዓ ከምዚ ወደይ ካብዚ ዓዲ ንክወፅእ ደለይ ኮንኩ ነውፅዮ በቃ ኣቦ ደሊ ነይሩ ትፍዮ ዲኻ ክሓሽ ብሩኽ እዩ በቃ ቀቡኡ እግዚኣብሔር ይመስገን ንኹሉ ነገር ኡፍ በቃ እንድዒ ወደይ ብጣዕሚ እየ ደፍቅሮ ኡፍ እንድዒ ዳንኤል ፀጋይ ዝበሃል ሓደ ካብ ሕቶ ዘቕረበልኪ እንታይ እያ ነይራ ሓደ ውላድ ከም ዘለኪ እኮ ንፈልጥ ኢና ግን ሜሬ ነቲ ውላድ ነቲ ወድኺ ካልእቲ ትኾኖ ንዓኺ ከኣ መተካእታ ትኾነልና ሲ ዲ ትደግምልና በጃኺ ይብላ ኣሎ እሞ እንታይ ምበልኪ
ሳሚ ሓወይ ውላድ ውህበት እግዚኣብሔር እዩ ከም ፍቓድ ኣምላኽ
ከመይ ደሎ ምደብ ትመዋሕጭ ማለት ትሕፅየ ዝነበረ ሕጂ ኢና ብሬክ ጌርና ተረዳዲእና ገለ ንዑብ ዘለዎ ሰላምን ጥዕናን ይምነየሉ ምስ ፋሚሊኡ ንዓካ እግዚኣብሔር ዝሓሸ ሂወት ትፍጠረለይ ኣሜን ደስ ይብለኒ ኣነ ጓል ክትህልወኒ ደስ ይብለኒ እዩ ምክንያቱ ሓንቲ ሓፍተይ ሰናይት ሃይለ ጓል ሓወይ ኣላ ከም ሓፍተይ ኦስካረይ ብዙሕ ግዜ ይዛረበኒ ብዛዕባ ኦስካር ካቴነይ ብልበይ ድፈትዋ ከምዚ በቃ እሰያ መስለን ሃውን ተሽክዐኒ እያ ሓንሳእ ውላደይ ኮይና ትፀንሕ ሓንሳእ በዚ ሓፍተይ ኮይና ከም ገለ እያ ኦስካር ሓፍተይ ብሓን ከም ፍቓድ ኣምላኽ ኣምላኽ ኣብፅኦ ፍቕዶ ግን ስለ ሓሳቡ የቐኒለይ ክብሎ ፈት ፅቡቅ ፅቡቅ ናይ ኩላትና ትምኒት እዩ ወሊድኪ ዘሚድኪ ተባዚሕኺ ክንርእየኪ ኣሜን። ኣነ ውን ናይ ውልቀ ምኞተይ ይገልፀልኪ ደስ ይብለኒ ኣብ ሓፂር እዋን ሕጂ ውን ክደግመያ እየ ቅልጥፍ ኢልኪ ይቕሬታ ሳሚ ሓወይ ማለት እዩ ንዓኻ ሕጂ ክ- ኣብ ቅድሜኻ ምስ ካልእ ሰብ ከማን ተዝኾንለይ ጽቡቕ ነይሩ ምክንያቱ ሳሚ ንባዕልኻ ከምዚ ኣነ ግልጺ እየ ዝዛረብ ንባዕልኻ ሳብ ሓዳር ሸሞንተ ዓመት ጌርካ ኣለኻ ክሳብ ሕጂ ኣይወለድካን እሞ ከኣ ብጣዕሚ ተፍቅራ በዓልቲ ቤት ኣላትካ እሞ ከኣ ምስዚ ኩሉ ዓሰርተ ግዜ እንዳ ሓመመት ኣብ ፊዞትራፒ ከይተረፈ ተራኺብና ንፈልጥ ኢና ቅርብ ኢልና ስለ ንዕልል ገለ ምስቲ ኩሉ ሽግራትካ ከማንሲ ኣብ ሓዳርካ ጸኒዕኻ ብሕጂ ውላድ እንዳ ተጸበኻ ትኸይድ ኣለኻ ገለ ምሽ ኣሎ ናስ ኩሉ ናይ እግዚኣብሄር እዩ ንዓኻ ግን ብጣዕሚ እየ ድምነየልካ ልዕሊ ነብሰይ ማለት እዩ ሳሚ ሓወይ ንበዓልቲ ቤት ከኣ ሙሉ ጥዕና ምነየላ እየ ሳሚ ምሽ ኣሎ ኣነ መቐረት ውላድ ፈልጠ እየ ንዓኻ ከምኡ ዋላ ኣብ ቅድሜኻ ክዛረብስ ብዙሕ ኣይ ኖ ኢትስ ኦኬ ቴንክ ዩ ሜሪ ደስ ዝብለኒ ዋላ ሓንቲ እሱ እቲ ምንየትና እዩ ናይ ኩሉ ሰብ እንታይ እዩ ዝበሃል ኣብ ሕብረተሰብና ብፍላይ ከዓ ሓደ ክንዲ ከምዘየለ ክልተ ክንዲ ሓደ ገለ እንዳበለ ስለ ዝኸይድ እዩ ንኹላትና ድሓን ኣብዚ ሓፂር እዋን ከዓ ሓደ ሓድሽ ነገር እግዚኣብሔር ኣምላኽ ፈቲ ኣሜን ይካለይ ሳሚ ይካለይ ማለት እዩ ሜሪ ይካለይ ቴንክ ዩ ቴንክ ዩ I'm sure ኣብዚ እዋን እዚ ርግጸኛ እየ ወድኽ ነዚ መደብ እዚ ይከታተሎ ከም ዘሎ እንታይ መልእኽቲ ከተመሓላልፍሉ ትደሊ ንሲፒዩ ፍልይቲ እያ ሽሙ ባይ ዘበይ
ሱፒ ከምዚ ላይክ ሱፒ ማፈት ሸዋት ሱፕ ማለት እል ኣብ ገዛና ህፃን ስለ ዘይነበረና መፈት ሸዋት ዩ ብኸም ጥንስቲ ከለኹ እየ ወፂዎ ሽሙ ኣያት ኢሳያስ እዩ ድበሃል ኣያት ከዓ ኣነ ናቦ ንፈትዋ ነበርና ሽምያ ጓል ይኹን ኣነ ጓል የደሊ ነረ ምክንያቱ ገዛና ክሎ መዋዳት እያ ምስ ገንዘሉ ከዓ ሰነይ ጥራሕ ጓል ኦስካር እያ ንክል ነገር ክሳይ ጌራቶ ኢለካ እየ ግን ክብሎ ዝደሊ በቃ እንድዒ እግዚኣብሔር ኣምላኽ ኣብዚሑ ባረኸለይ የደልዮን ወደይ በቃ ኩሉ መንገዱ ሰናይ ክኾነሉ ደሊ እየ ናይ ቤተክርስትያን ተመላላሲ እዩ ሱፍየ ከማይ ኣርቲስት ደይ ምዃኑ ከዓ ብጣዕሚ እየ ድሕጎስ
ኣርቲስት ደይ ምዃኑ ደይኮነስ ኣነ ኣርቲስት ምዃነይ ኣይፀልኦን እየ እቲ ዝበለፀ ነገር ግን ኣብ ቤት ኣምላኽ ምፅጋዕ ስለ ዝኾነስ እሱ ኸው ምዃኑ ብጣዕሚ እየ በቃ እንሻላ ሳኖዳ ብክሊ ግዜ ከምኡ ኮነለይ። ኣሜን ከም ትምኔትኪ ክኾነልኪ ተስፋ ኣሜን ንገብር ንሕና ኣሜን ውን። ኣዝየ ደፍቅረካ ሱፍየ ዓለመይ እወ ብጣዕሚ እየ በቃ ደፍቅሮ ንደይ
ገርም እዩ ጽቡቅ ብዝኾነ ንሱፊ ንሕና ውን ኣብ ዝኸዶ ሰላምን ጥዕናን ኣሜን ንምነየሉ በዚ ኣጋጣሚ እዚ ሱፒ ነዚ መደብ እንዳተኸታተል ከኣ ውን ኣዴኻ ትሪኣ ኣለኻ መሐበን ሓበን ኤርትራውያን ኮይና ዘላ እያ ንስኻ ከኣ ብዝተፈላለየ መገዲ ሓበን ናይ ኤርትራውያን ክትከውን ከኣ ተስፋ ኣለና መቸም ብዝኾነ ጽቡቕ ሜሬ ሜሬ ካልእ ፍሉይ ናትኪ ዘገርምን ነገር ኣለዎ ክስታይ እውን ፅንሕ ፅንሕ ኢልና ክንመለሶ ኢና ብዛዕባ ብዛዕባ ልግስና ክንዝተዛረቡ ሰባት እውን ኣለዎ ኣብ ማሕበራዊ ሜድያ ብምውጻእ ንዝተፈላለዩ ሰባት ሓገዝ ትገብሪ ኢኺ። ንደቂ ኤረይ ሓገዝና ኣይንፈለዮም፣ ንክስቶ ንሓግዞ ሳፖርት ንግበር እንዳበልኪ ትገብሪ ኢኺ። ብጀካ እሱ ግን ካልእ ዝገርም ነገር ከኣ ባዕልኺ እውን ሓገዝ ትገብርሉ ኣጋጣሚታት ኣሎ ብስፍሕ ዝበለ መገዲ ዋላ ኣብ ካልእ ኣጋጣሚ ይለዓል ዳ ክነልዕሎ ዳ ዋላ መደብ ይሃሉ እምበር ብጣዕሚ ኢኺ ለጋስ
የቀኔለይ ሳማ ሓወይ ብእውነት
ኣዝዩ እዩ ዝገርመኒ እዚ ከዓ ማለት ክንሸሐር ወይ ክንእድ ወይ ገለ ኢሉ ዝመፀ እውን ኣይኮነን ዘገርም ነገር እዩ ንኣብነት ሓንቲ ዘገረመትኒ ሃኒ በለጾም ዘዕለለና እያ ንዓሞ ሪእና ንመለስ ሻው ንውሳለ
ብዛዕባ ሜሪ ክንዛረብ ድሕር ኮይና ሜሪ ኣባላይስ ከምዚ እቲ ብዛዕባ ክትዛርቦ ደሊ ዘረባ ስኢሉ ምፃእ የብለልካኒ ዋላ ናይ ገዛእ ፈቓድካ ይኾን ዘረባ ምክንያቱ ብዝሕት እያ ሜሪ ባይዘወይ ሜሪ ዋይሰ ኢለ ተዕለልኩ ኣይተሓዙለይ ኣነ ንሳ ሜሪ ዋይሰ ስለ ንበሃል ሜሪ ክብል ከለኹስ ብዛዕባ ካልእ ጓል ዛረብ ዘለኹ ከይመስለኒ ናይ ሜሪ ዋይስ ከም ዝበልኩኻ ልዕሊ ናይ ተፈጥሮ ሕጋ ትኸይድ ፍጥረት እያ ብልክዕ ማለት እዩ እዚ ኣምላኽ ፈጥረና ክሎስ ነንኸደሉ ዓቕሚ ሂብሩ እንዲፈጢርና እጂ ካብቲ ዓቕምና ንላዕሊ ክንከይድ ከለና ቁርብ ሓደጋ ፍጠሪ ሕጂ ሜሪ ዋላ ነቲ ሓደጋ ትኽእሎ እያ ኣብቲ ጉዕዞኣ ማለት እዩ ምክንያቱ ካብ ናይ ጉዕዞኣ መኼዲ ተውህቦ ወፃኢ እያ ትኸይድ እዚ ከዓ ካብ መበቆላ እዩ ካብ መሰረታ ክትመፅእ ከላ ምሳይ ናይ ከባቢ ዕስራ ዓመት ቀሪቡ ኣሎ ፍልጠትና ማለት እዩ ሕጂ ክንዱ ዓመታት ዝኣክል ኣነ ተርፈሊጥያ ነቲ ቅድሚ ኣነ ዝፈልጣ ዝነበርኩ ሜሮንነታ ንክፈልጥሲ ኣየጸግመንን እዩ ማለት እዩ። ስለዚ ብዛዕባ ዝዛረቦ ዘረባ ኣነሲ ከይተጠራጠርኩ ዝብሎ እዩ። So ሜሪ ብዝሕቲ እያ ብጣዕሚ እያ ብዝሕቲ። ካብቲ ብዙሕ ዝገብራ ነገር እንታይ እዩ ሞያዊት ክነሳ ነቲ ናይ ትሰርሓሉ ናይ ሞያ ቦታ እቲ ዝሓታ ሕቶ ጥራይ ኮን ትምልሰሉ ለሰይ እቲ ሞያዊ ሕቶ ጥራይ ኮን ትምልስ ካብኡ ዝወጸ ካብኡ ዝዛየደ ነገር እያ ትምልስ ከም ስነጥበባዊት መጠን ማለት እየ ሕጂ ብከምኡ ትፈትዋ ንኣብነት ኣብ ዝተፈላለየ ግዜ ምስ ሜሮን ሃይለ ናብ ዝተፈላለየ ቦታታት ጌሽና እየ ናብ ኤርትራ ብምሉ ብፍላይ ኣብ ግዜ ናይ ማጮሎ ማለት እዩ ሕጂ ካብቲ ኣብኡ ደስ ዝብለኒ ነገራት እንታይ ነይሩ ዓበይቲ ኣዴታትና ኣለዋ መንእሰያት ኣለዉ ናኣሽቱ ኣለዋ ትሕቲ ዕድመ ከኣ ነይረን ምሳና ዝኸዳ ሕጂ ኩሉ ሰብ ነገር መንእሰይ ከኣ ኣብ ተዋህቦቱ ቦታ እዩ ዝድቅስ ዓራት ኣለዎ ገለ ኣለዎ ሜሮ ሃይለ እንታይ ትገብር መጀመርያ መጀመርያ እተን ዓበይቲ ዴታት መመደቀሲየን ክሕዛ ኣለወን ዓራተን ባዕላ ከተንጽፎ ኣለዋ ድሕሪ እተን ናኣሽቱ ዓራተን ክንጸፋ ኣለዎ ባዕለን ካብ ሜሮን ከተንጽፎ ኣለዋ ሽዑ ናይቶም ኣሰውት ዓራቶም ክንጸፍ ኣሉ ንዕኦም ሜሮን ከተንጽፈሎም ኣለዋ ሽዑ ኢኻ መንእስያት መደቀስ ዝወሃበካ ሕጂ ኣብ ዕብለት ሜሮን ሃይለ እንድሕር ኣላ ኣብቲ ኣብ ባስ ወይ ኣብ ገለ ቦታ ኢኻ ትጸንሕ ምክንያቱ ኣቐዲሞም ክወሃቡ ዝግብኦም ሰባት ኣለዉ ዝኾነ ይኹን ኣባል ናይቲ ማጮሎ ይኹን ዝኾነ ይኹን ሰብ ክዳኑ ክፀር ኣለዎ ከምቹ ክፀር ኣለዎ ዓበይቲ ክድቅስ ኣለዎ ገለ እዚ ዓዊለ ዝዛረበሉ ኩሎም ኣባላት ኣብቲ እዋን ዝነበሩ ዝፈልጥዎ እዩ ሕጂ እዚ ስራሓ ተዋሳኢት እያ ከተዋሳያ መፅያ ከምተን ኩለን መንእስያት ዘምፅኣ ገይራ ክትከይድ ዝኣብያ ነገር የለን ነው ብፍሉይ ዝተዋህባ ነገር ኣይኮነን ግን ከምኡ እዩ በቃ ግበር ዝበላ የለን ግበር ዝብል ስነ ሓሳብ ግን ኣለዋ ከምኡ ትመፅእ ምግብ እናተኮይኑ ከምኡ ንኣብነት ኣብ ዝኾነ ይኹን ኣጋጣሚ ኣብ ጉዕዞ ከለኻ ኣብ ዝኾነ ይኹን ንዓኻ ዘገድሰካ ነገር ሒዝካ ኢኻ ትኸይድ መጀመርያ ገንዘብ ኣለካ ንዓኻ ኢኻ መጀመርያ ትሓትት እዚ ዝኾነ ይኹን ፍጡር ዝገበሮ ነገር እዩ ዋላ ድሒር ኣኸባ ከትለምን ኣይትለምን ኣይገድሳኒ ኣብ ጁባ ድሕር ገንዘብ ሃልዩ እሞ ካብ ቅድሚያ ተፀገመ ሰብ ኣሎ እተን ገንዘብ ግድን ክወፃ ኣለወን በዚ ኣጋጣሚ ደይርሳዓ ኣነ ሜርዋይስ ስዒድ ኣንዋር ነብሱ ማሓሮ በዚ ጋጣሚ ሰለስቴና ነዊሕ እዋን ብሓንሳብ ዝኸድና ኣሕዋት ኢና እንዳኸድና ኣምስሐና ኢልና ጸገም ኢላትና ስራሕ ኢና ውዒልና ከተምስሓና ተሰማሚዕና ሽሕን ክልተ ሚእትን ሰማንያን ቅርሺ ነይረና ሽሕን ክልተ ሚእትን ሰማንያን ቅርሺ ሕጂ እንዳኸድና ቅድም ኣነ ፋንታ ክገዝእ ደልየ ፋንታ ክገዝእ ጠጠው ኢለ ድኳን ካርድ ሞባይልካ ስዒድ ክገዝእ እጂ ስዒድ እዩ ወሪዱ ነብሱ መሓሮ ስዒድ ቀርኒ ሞባይል ንዓይ ካብ ፋንታ ከማለለ ሓንቲ ሰበይቲ ኣው ናባና ጸጊበን ካብ እንዳ መድን ኣለም ውርድ ኢልካ ዘለና ድኮነ እዞም ደቂ ከመይ ብዕልኩም ማማ እንታይ ደኣ ኣነሲ ከምዚ ኢለና ሰብ ገዛ ክዳን ይድሓጽ እቺ ተን ዝሓጽበለን ገዛ ሲ ጓለን ኣላስ ቁሩብ ክስታይ ገራትና ሓይላትኒ ደሞዘይ ከይሃበትኒ እጂ ንገዛ ክኣቶ ደልየ ከኣሲ መሳፈር ስኢነ ዕስራ ናቕፋት ኣለዋ ኹም በሃጉን ጃና ዒስራ ክምካሕ ኣሲበ ዒስራ ከቅድምን ሜሮን ቦርሳ ከፊታ ሽሕን ክልተ ሚእትን ሰማንያን ቅርሺ ነይረን ኣውፂኣ ብሙለን ሂባተን ቅድሚ ሽሕን ክልተ ሚእትን ዝዓነተን ሰልዲ ይርስዐኒ ስዒደይ ብኣጋጣሚ መመስከሮ እግዚኣብሔር ኣምላኽ ምስ እሎ ኮይኑ ከምዚኣ ጌራ ኣውጺኣ ሂባተን እተን ሰበይቲ። ሕጂ ሰልዲ ምሃብ ኣይኮንኩን ዝብለካ ዘለኹ። ብዘለዎ ንዘይብሉ ክህብ ሕጊ እዩ። ሕጊ ኣምላኽ እዚ ወላ ሓደ ዘነይት ነገር ኣይኮነን። ሰለ ከምኡ ዶ ገበረት ክዛረበላ ኢለ'ውን ኣይኮነትን። ኣብታ ህሞት'ቲኣ ግን ስራሕ ውዒልና ጠሚና ኢና ክንልምን ከኣ ኣይንኽእልን ኢና ሰለስቴና ኣብቲ ሰዓት እዚ። ኣብልዑና ባይ ትብልኒ ኢኻ ከለካ ሰልዲ። ጠሚኻ ከለኻ ከኣ ሰልዲ ተለካ ከኣ ግድን ኢኻ ክትበልዕ ዘለካ። እተን ሰበይቲ ከኣ ዕስራ ቅርሺ እየን ሓቲተን። ወላ ሚእቲ ሂብካየን ክሕጎሳ እየን። ቃል ኣውጺኣ ሂባተን ሽዑ ምስ ከድና እንታይ ኮንኪ ይበልና ክትበን ስለ ዝነበረ ዋላ ተዛሪብና ኣይትመልሶን እያ ግን ሓሲባ እዘን ሰበይቲ ሲ ተንሽሕን ገለመለን ኣብተን ዝግበን ምስ ከፋፈለተን ሲ ልክዕ ከምዛ ሎማዓንቲ ዝኾናስ ክኾና እያ ኢልማ እተን ሰበይቲ ናብኣስ ክምለሳ እያ ማለት እንታይ ደኣ ተገበርና ይሓይሽ እያ ተግደፍና ሰብያ ጠሚና ኣለና ሚድያ ክነልኪ ሕጂ ዝኾነ ይኹን ሰብ ልግስ እዩ ብዛዕባ ምልጋሳ ክዛረብ ኣይኮንኩን መፅየ ዘለኹ ግን እታ ኣብ ርእሳ ትስማዕ ስምዒት እያ ከም ንሜሪ ከም ሰብ ተፍቅራ ብዝኾነ ይኹን ሰብ ማለት እዩ ተኣራዳድኣ ሳሚ ዝኾነ ይኹን ሰብ ጥዑም እዩ ልዕሊ ጥዑም ምዃኑ ኣረዳድኡ እዩ ጥዑም ዘብሎ ብሰብ እጂ ናይ ሜሪ ኣረዳድኣ ደስ ትብለካ ካብ ስራሕ ወፃኢ ማለት እዩ ኣብ ዝኾነ ይኹን ኣጋጣሚ ኣብ ዑደት ትኸይድ ኣብ ገለ ትኸይድ እዚ ኩሉ ማሕበራዊ ሚዲያ ትገብሮ ኩሉ ሰብ ፈልጦ እዩ ኣብዚ ግን ንሕና ከም ኣሕዋታ መጠን በቃ ከም ሰባ መጠን ንፈልጦ ግን ብዙሕ ነገር ኣሎ ምስ ዒለይ ነብሲ መሓሮ እንታይ ንበሃል ነርና ዒለይ ሙስሊም እዩ እሺ እንታይ እባ ስዒድ ሓወይ ንስኹም ናይ ሙስሊም ሬሳ ኣይሓድርኒ ናይ ሜሮን ሃይለ ገንዘብ እኳ ኣይሓድርኒ ያሉ ነይሩ ኣብ ጅባ ሰለ ኣይሓድርኒ ናይ ሙስሊም ሬሳ ከ ኣይሓድርኒ እሺ ከምኡ ኢና ንጫርቅ ነርና ምስ ስዒደ እሺ ሜሮዋይ ስእስታት ኣለዋ ከምዚ ኣብቲ ሞያ ስነ ጥበብ ስለ ዝተራኸብና እንዲና በቲ ሞያ ጥራይ ክጥምታ ክፍትን ፀኒሐ ግን ምስቲ ምንዋሕ ግዜና ከዓ ብዙሕ ነገር ካብ ሜሮን ርኤ ያነ ብዙሕ ከም ሰብ መጠን ሕጂ ዋላ ዘነይታይ ይኹን ዝኾነ ይኹን ሰብ ክገብሮ ዝኽእል ተግባር ይኹን ስጋን ንካባላይ ግን መትከልካ እሱ ክኸውን ናይ ብሓቂ ጉዕዞኻ እሱ ክኸውን ግን ጸጋ እዩ ሓደ ሰብ እኮ መታን ብዙሕ ክመፆ ቁሩብ ንለማናይ ክህብ ይኽእል እዩ መታን ለውሃት ክስምዖ ክልውህ ይኽእል እዩ ገለ ግን እቲ ናይ ብሓቂ መትከሉ እቲ ናይ ብሓቂ መንገዱ ከምኡ ክኸውን ወይ ከዓ እቲ ናይ ብሓቂ ፕሪንሲፕሉ ከምኡ ክኸውን ግን ከምዚ ጸጋ እዩ እጂ ከምዚ ዓይነት ጸጋ ስለ ትውንን ሜርዋይስ በዚ ኣጋጣሚ እንኳዕ ኣምላኽ ፈቃደኛ ኮነ እንኳዕ ሓጎሰኪ ክብላ ደልየ ናይ ከምዚ ጸጋ ወናኒት ብምዃና ማለት እዩ ኣብቲ ናይ ስራሕ ኣጋጣሚ መጺና ድሕሪ ዕሊልና ናይ ሜሮን ሃይለ ኣብ ስራሕ ሲሪየስ እያ ከዓሽ ዕትብቲ እያ ከምዚ ምሻ ኣለካ ኣይትፃወትን እያ ኣብ ስራሕ ከም ናይ ሜሮን ሃይለ ኣብ ስራሕ ኣጠማምታ ዘለዎን ተዋሰእቲ ክመፃና ኢና ንምነ ዘለና ሕጂ ምክንያቱ ቀዳምነት ኢና ስራሕ ሓላፍነት ብጣዕሚ እያ ትስከም ናይ ዝኾነ ይኹን ኣብ ክሪው ዘሎ ደረጃታት ከዓ ተኽብር እያ የዕበይ ንኣስ ዲፈረንስ ኣይህልዋን እዩ እዚ ከምኣ ዓይነት ስነ ሓሳብ ዘለዎ ወይ ከዓ ኣረዳድኣ ኣብ ልዕሊ ሞያ ዘለዎ ሰብ ብጣዕሚ ደገድሰና እዛ ሰውያ ከዓ ብዙሕ ዓይነት ዓውዲ ትሳተፍ ዘላ ትኣቱ ደላ ኣትያ ከዓ ትመልእ ደላ ኣብ ኩሉ ፍሬም ዳኣተወቶ ሜሮን ሃይለ ትመልእ እያ ከምዚ ብሻለካ ኣብ ገሊኡ ንእሽተይ ኣብ ገሊኡ ኣብ ኩሉስ ማዕረ እያ ትመፅእ ናይ ኩሉ ፍሬምስ ትመልኦ እያ እዚ ሕጂ ኣምላኽ ኣይኮነን ጸጋ ሂብዋ ኣምላኽ ንኩላትና ጸጋ ሂብና እዩ ንሳ እያ ደልያቶ ንሳ እያ ከምዚ ጸቕጢ ጌራትሉ ነገር ትረድያ ኣለካ ባለ ሳብ ንበይና ንኣምላኽ ሚስኮር ጌራትሉ ገር ናብ በይና ደው ኢሉ ዝሃባ ገለ ኣይኮነን እዚ እስካ ኣለካ ባላይ ኣምላኽ ክስታይ እዩ ከምዚ ናት ዋይፋይ ስክፉት እዩ 24 ሰዓታት ናታ ትምኒት እዩ በቃ ዝኾነ ይኹን ሰብሲ ይእጋሩ ናብ ደስ ዝበልኦ ደይኮናስ ናብ ደስ ዝበሎ ቦታ እዩ ዝሰደን ሶሜሪ ከዓ እቲ ጉዕዞ ናታ ወይ እቲ ክትኮኖ ዝደለየት ናታ ድሌት እዩ ሶ ድሌታ የኸይፈካ ኣብዚ ኣብ ስነ ጥበባዊ ትሕዝቶኣ ኣብ ማሕበራዊ ሂወት ኣብ ሃይማኖታዊ ስርዓታ ኣብ ምሰብ ዘለዋ ምቅርራብሲ እቲ ድሌታታ የሐጉሰካ እዚኣ ክትንፅር ደስ ትብለኒ ምሻሉ ድሌት ናይ ሜርኖ ሃይለ ኣብ ነገራታሲ የሐጉሰካ ኣብ ኩሉ ነገራ እቲ ድሌታስ መሐጎስ እዩ ሜሮን ዕውቲ ስነጥበባዊት እያ ጉዕዛ ዕውት እዩ ልዕሊ ኩሉ እቲ ዕውት ምኳን ምድላያ እዩ ዘድንቆ ኣነ ከምኡ ጥራይ ድሌት እዩ ዘለዋ ኩላ ግዜ እታ ዘሐጉሰኒ ነገር ከኣ ምስ ኣደይ ወላዲተይ ከኣ ከምዚ ቤላ መሓዙት እየን ከኣ ምስ ምብላየሲ ክፋተዋ መዓት እየን ኣደይ ወላዲተይ ሜሮን ሃይለ ሪኢ ምስ ኣበለታ ፍትው ኣቢላታ ፍትው ሕጂ ኣነ ክሪኦ ዝግብኣኒ ነገር እያ ኣዴርያ ትሌና እየ ነዊሕ ዓመታት ብሓንሳብ ኬድና ኢና ኣብ ኩሉ ስራሕ ብሓንሳብ ኣለና ኣብ ኩሉ ማሕበራዊ ህይወት ብሓንሳብ ኣለና ኣብ ኩሉ ኣብ ኩሉ ኣብ ኩሉ ኣብ ኩሉ ንባዕለይ ኣብ ናተይ መንገዲ ከምዚ ነቢ ዝበልኩ እዋን ኣሎ ሓደ መዓልቲ ቅድሚ ክንደይ ዓመታት ኣነ ብቆልዓይ ከለኹ ሓደ ተነቢያ ከምዝን ከምዝን ይሃ ንበለፅም ብዛዕባ ስራሕይ ተዛሪባስ ከምኡ ከዓ ኮይነ እዚ ማዕረ ክንዱ ዓይነት ምትእስሳር እዩ ዘለና ሕጂ ድሕሪ ትርደን ኣለካ ኣብ ውሽጥና ኣሎ ክፅብቕ መዓት ብድሌታትና ዘራኸብናዮ ነገራት ሱኻ እንታይ ኮይኑ እዩ ከምኡ ኮይኑ መስለካ ፍቓደኛ ስለ ዝኾነት ሜሮና ኢለ ፍቓደኛ ክገብራ ዝኽኣለ ከኣ ንሳ ንባዕላ ከምኡ እያ ናይ ጌጋ ሰብ ኣይኮነትን ወላ ጓል ሰብ ትኹን ናይ ጌጋ ገና የብላን ማዕረ ክንዲ እዩ ድዕብያ ንዓ ስለ ዘረባ ደይኮነ ማለት እዩ ሓቂ ክዛረብ እየ ኮፍ ኢለ ኣለኹ እስካ ኣለኻ እቲ ናይ ኩሉ ነገር መበገሲ ሓሳባታ ጥዑም እዩ ብጣዕሚ እየ ግን በዚ ኣጋጣሚ ሕጉስ ዶ ኣለኹ ነታ ድፈትዋ ሰብ ከምዚ ኢለ ክዛረበላ መብቅዐ እያ ነቱ ንከም በዓል ሜሪ ክትዕለለን ገለ ደስ ብለካ እዩ ከም በዓል ሜሪ ዋይስ ክትርኢ ከለኻስ ኣይዋ በዓል ኩስቶ ዝበሃሉ ስነ ጥበባውያን ለገሳትሲ ሓቆም እዮም ነይሮም እዮም ማለት እዩ ምክንያቱ ኣብነታዊት ኣብዚ ሕጂ እዋን ሜሪ ዋይስ ኣብ ዝኾነ ይኹን ኣጋጣሚ ሲ ተለዋ ኣለዋ እዩ ተደይብላ ካብቲ ኢላ ካብቲ ኢላ ካብቲ ኢላ ንዓ ከም ዘለዎ ከያ ትገብር ስለዚ ቅድሚ ሕጂ ኣርቲስት ለጋሳት ነይሮም ድም እዎ ነይሮም ምክንያቱስ ርእእ ስለ ዘሎ ከዓ ማዕረ ክንዱ እያ መስትያት ኮይና ዘላ ማለት እየ እቶም ናይ ቅድሚ ሕጅስ ከም ንኣምኖም ጌራትና እያ ስነጥበባውያን ሓገዝቲ እዮም ኔሮም ዝብል ዕላል ዝነበረ ማለት እዩ። ዳርጋ ሱሳ ሰብዓ ሚእታዊት ኣብ ኤርትራ ዘለዋ ተዋሰእቲ ደቂ ኣንስትዮ ናይ ሜሮን ሃይለ ክዳን ከይ ተኸዲና ዘይተዋሰእት ጓል የላን። ኣነ ጽቡቅ ጌረ ዝፈልጦ ቦርሳ እሳ ዘይተዋሰእሉ ፊልም ቦርሳ ምሉእ ክዳውንቲ እያ ዘርብያትልካ ትኸይድ ናብቲ ክሪው ትሰርሓሉ ዘለኻ ማለት እዩ። እቲ ክዳንካ ይምለስ ኒሸ። ንዕዐን እዩ ዝወሃብ ወይ ንገለ ፅጉማት እዩ ዝኸይድ ሕጂ ኣብ ክንደይ ፊልም ከምኡ ተገይራስ ኣብ ገዛ ራ እንታይ ኣለዋ ማለት እዩ ኣብ ሓቂ ክንዘራርብ ሰብ እዚኣ መንእስ እያ መኳ ጓል ኣንስተይቲ እያ የድልያ እዩ ብምሉእ ድሕር ኣብ ዝኾነ ክሪው ኣነ ኣጊደ ዘረበካ ዘለኹ እዚኣ ኣብ ዝኾነ ይኹን ናይ ሜሮን ሃይለ ዘላቶ ክሪው ክልተ ሰለስተ ባሊጃ ክዳውንቲ መሊእ ኣሎ መሳእሊ ዝኸውን ብዛዕባ ነብሳ ክትሓስብ ጽቡቕ እዩ ህዝቢ ክሓስበላይ ብዓቢ እግዚኣብሔር ሓስበላይ ብሻለካ ሓላዊ ኣይታኸስኒ ናይ ሜሮን ሃይለ እቲ ተኣምኖ ወይ ከዓ ትፈትዎ ህዝቢ ኩሉ ግዜ ብጎና እዩ እዚ ዘጠራጥር ነገር የብሉን ግን ሓደ ሓደ ግዜ ከም ጓል መጠንሲ ቁሩብ ከዓ ብዛዕባ ነብሲ ሓስብ ተትብል ትብል እሞ ግን ትሰምዓካ ስለ ዘይኮነ እንትካ ዛሪብካ ፋይዳ ይብሉ ዒንያው ዕድመን ጥዕና ንሃባ ኣብ ዘላቶ ማለት እዩ ኣምላኽ ሓሳብ ልባ ካስመረላ እዩ ግድነት ስለ ዝኾነ ኣምላኽ ሓሳብ ልብና ካስምር እዩ ንዓና ፈጢርና So ብጣዕሚ እየ ደክብራ ንሜሮን ሃይለ ሜሮዋይ ስብ ናተይ ኣጸዋውዓ ኣምላክ ድማ ምሉእ ጥዕና ይሃባ ምሉእ ሕልማ ክትግብር ድማ እኩል ግዜ ይሃባ።
Meri, Meri, Meri, Naye. Meri, Star Show.